ኣቦ ወንበር ህወሓት ዶክተር ደብረፅዮን ገብረሚካኤል ብሎማዕንቲ ዕለት ዘውፅኦ መግለፂ ብጣዕሚ ኣዛራቢ እናኾነ ዩ። ከድቅቆም እየ እዩ ብተክኖሎጂ ክነጥፍኦም ኢና ከም ቀደም ከይኮነ ዘለና እዩ በጢስና በጢስና ንሓድጎም ኢና ኣድቂቅናዮም እና ነድቅቆም ኢና እዩ ዝብል እቲ መልእክቲ። ነዚ ሓቢርና ንርኢ እንትኸውን ስታሊን ድማ ብዛዕባ መጥቃዕቲ ኣየር ኣብ ልዕሊ ኤርትራ ዝምልከት ዘውፅኦ ሓደ ሓበሬታ ኣሎ። ማይ ነፍሒ ይላል ማይ ነፍሒ ምጽዋ ኤርፖርት ምጽዋ ኤርፖርት እመታለሁ ይላል። ሰንዓፈ ዓዲ ቀይሕ ይሄን ኣበላሽዋለሁ ሰብረዋለሁ እያለ ነው።
ነዝውን ሓቢርና ክንርኢና ትኻሊእ ብሎማዕንቲ ዕለት ብጣዕሚ ኣዛራቢ ኮይኑ ዝወዓለ ኣብ ትግራይ ንሓንቲ ሓፍትና ብሓይሊ ጨውዮም ናብ በረኻ ከወስድዋ ተታሒዞም እናተባህለ እዩ። ካብ ሞት ዝተረፈት ነብሲ። ጨካን እንተርእ ባዕፍ በረኻ ዘይምደብረያ ባዕውን ቀቲሉ ዘይምደብረያ

ነዚኦምን ካልኦትን ሓቢርና ክንሪና ክሳዕ ናይ ስደት መወዳእታ ሓቢርኩምና ጽንሑ። ሰላምታ የርስዓም ክብራት ኣሕዋት በብዘለኹምዎ ሰላም ክትህልዉ እናተመነኹ ኣብ ናይ ሎማዓንቲ መደብና እምበኣር ኣብዚ ማሓራ ሚድያ ዘለዉ ብጣዕሚ ኣዘራረብቲ ቪድዮታትን ኣብ ዝህልው ኩነታት ዘተኮረ መደብን እዩ ክህልወና ክሳብ ናይዚ ቪድዮ መወዳእታ ሓቢርኩምኒ ንክትፀንሑ ብኽብሪ እናኣንገድኹ ነዚ ቻናል እዚ ሓደሽቲ ሰባት ዘለኹም ሰብስክራይብ ምግባርኹም ይትረስዑ ከምኡ ነዛ ቪድዮ ኩሉ ሰብ ክሪያ ስለ ዘለዎ ላይክ ሸር ብምግባር ጀምርዋ ንቐፅል እሺ ክቡራት ተዓዘብቲ ኣብ ፈለማ መደብና ክንሪኦ መሪፀ ዘለኹ ኣቦ ወንበር ውድብ ህወሓት ዶክተር ደብረፅዮን ገብረ ሚካኤል ብሎማዓንቲ ዕለት ሓደ መግለፂ ኣውፂኡ ነይሩ ኣብዚ መግለፂ እውን ብርክት ዝበሉ ሓሳባት ኣልዒሉ እናተዛረበ ነይሩ ካብኣቶም ድማ እቶም ብጣዕሚ ኣዘራረብቲ ዝኾኑ ናባኹም ከብለልኩም እየ እስቲ ነዘን ዝስዕባ ቪድዮታት ሓቢርና ንከታተል ዕጥቁ ቆምየ እዩ ናይ ምርቃቕ ምንቅስቓሳት ብተክኖሎጂ ክነጥፍኦም ኢና መርሓዮ ዓዲ ክምና ኣሉ ይዛረብ ኣብ መድረኹ ከም ቀደምኮ ኣይኮነን ዘለና እዩ በጢስና በጢስና ንሓድጉም ኢና እናተባህለ በኣደባባይ ሰላም ዝደሊ ከምዚኣ ክብል ይኽእል በጢስና በጢስና ንሓድጎም የብልና ዘለና ዋነ ንዛተ ኮይና ዘለና ብዘይ ምቁራፅ ኣድቂቕናዮም ኢና ነድቅቖም ኢና እዩ ዝብል እቲ መልእኽቲ ንትግራይ ኣድቂቕናዮም ኢና ነድቅቖም ኢና ገና ዝብል መልእኽቲ የሕሊፉ። ንሕና ውን ተዓገስ እናተባህለ እናተዓገስናስ ንረግፍ እናተዓገስናስ ንደቅቕ እቲ ትዕግስትስ ንምድቃቕ ኮይኑ ንምርጋፍ ኮይኑ ኩናት ደኣ ከመይ ጌርና ንደሊ ኩናት ምጥፋእ እዩ ናይ ሰብ ህይወትን ካልእ እውን ካልእ እውን ዝዓመሉ ነገር ኢና ንደሊ ኢና ክበሃል ፀወታስ ኣይኮነን እዚ ለሰላም በቃ ባህርያዊ እዩ ትደልዎ ማለት መንግስቲ ፌደራል ንኹናት ዝገብሮ ምድላው ጥጡ ኣቢሉ ንሰላማዊ ፃውዒት ህዝቢ ትግራይ ክቕበል ኣቦ ወንበር ውድብ ህወሓት ዶክተር ደብረፅዮን ገብረሚካኤል ፀዊዖም መበል ሓምሳ ሓደን ዓመት በዓል ዓሰርተ ሓደ ለካቲት እንትነኽብር ህላውናን ድሕነትናን ህዝቢ ትግራይ ብዘረጋግፅ ክኸውን ይግባእ ኢሎም ዶክተር ደብረፅዮን ገብረሚካኤል ኣብቲ ዝሓለፈ ዓመት ዝተኻየደ ወፍሪ ብሄራዊ ድሕነት ሓድነት ህዝቢ ትግራይ ዝጠንከረሉን ዓቕምታትና ንረብሓ ትግራይን ህዝቢ ትግራይ ንምውዓል ዓብዪ ክያዶ ከም ዝነበረ ድማ ተዛሪቦም። ሰላም ሕርያ ህዝቢ ትግራይን ውድብ ሕወሓትን እዩ ዝበሉ ዶክተር ደብረፅዮን ውድብ ሕወሓት ድሕሪ ውዕሊ ፕሪቶርያ ፀገማት ብሰላማዊ መገዲ ክፍትሑ ሓያሎ ፃዕርታት ከም ዝገበረ ተሓቢሮም እዮም። መንግስቲ ፌደራል ግን ኣብ ክንዲ ሰላም ሕዚ እውን ኣብ ዝተረኸቡ ኣጋጣምታት ናይ ምፍራሕን መደረታት ከሕልፍ ይስማዕ ኣሎ ኢሎም። ኣብ ቀረባ ግዜ ዘጋጠመ ጎንፂ እውን እንተኾነ ካብ መንግስቲ ፌደራል ዝወፀ በትሪ ግብረ መልሲ ንምሃብ ተባሂሉ ዝተተኮሰ እምበር ብኣና ወገን ዝተወልዐ ኩናት የለን ክብሉ ኣረጋጊፆም። ብወገን መንግስቲ ፌደራል ንኩናት ዝግበሮ ዘሎ ምድላው ተፀቢሉ ንሰላማዊ ዘተ ቅድሚያ ብምሃብ ኣፈላላያትና ክንፈትሕ ንጸውዕ ድማ ኢሎም እዮም። እሺ ክቡራት ተዓዘብቲ እቲ ቪድዮ ተኸታቲልና ተመሊስና ኣለና ብዝኾነ ናይ ደብረፅዮን መግለፂ እዚ ጥራይ ኣይኾነን ብጣዕሚ ብርክት ዝበሉ ሓሳባት ተላዒሎም ነይሮም በዚ በለ በቲ ግን ሕጂ እውን ደጊመ ክብሎ ዝደሊ መንግስቲ ትግራይ ይኹን መንግስቲ ፌደራል ንኹሉ ነገር ገዲፎም እቲ ዘለዎም ኢጎ እውን ሰይሮም ንህዝቢ ትግራይ ሰላምን ንዕኡ ረብሓን ጥራይ ክሰርሑ እዩ ዝግባእ ብስሩ እዚ ኹናት ዝብልዎ ዘለዉ ኹናት ዝበሃል ነገር ናይ መወዳእታ ኣማራፂ ጌርካ እውን ክውሰድ የብሉን ስለዚ ድማ ልዕሊ ኹሉን ቅድሚ ኹሉን ንሰላም ንኽሰርሑ ፃውዒተይ እናመሓላለፍኹ ብወገን መንግስቲ ፌደራል ዝርከቡ ተጋሩ እውን ንመንግስቲ ፌደራል ንኸድግፉ ፃውዒታት እንዳቕረቡ እዮም። እስቲ ሓንቲ ቪድዮ እንድተርእዩና ንመለስ። ኣብ ጎኒ መንግስቲ ፌደራል ንሰለፍ ኢለን ወይዘሮ ኬርያ ኢብራሂም። ወይዘሮ ኬርያ ነዚ ዝበላ ምስ ጋዜጣ ወጋሕታ ኣብ ዝነበረ ንፃንሒት እዩ። ምእንተ ህዝቢ ትግራይ በሪ ኹናት ክዕፀዩ ዘለዎ ኣሰላልፋና ክነመዓራሪ ኣለና። ኣብ ጎኒ መንግስቲ ፌደራል ተሰሊፍና ንህዝብና ካብ ፀገም ክነውፅኦ ኣለና ኢለን። ወሲኸን ድማ ሕዚ ኣብ ጎኒ መንግስቲ ፌደራል ምስላፍ መማረፂ ዘይብሉ ኣማራፂ እዩ ኢለን እየን። መንግስቲ ፌደራል ክምልሶም ዝኽእል ሕቶ ክምልስ ዝኽእል ኣንጻሩ ተሰሊፍካ ኣይኮነን ኢለን እየን። ኣብ ትግራይ ኣዋጅ ውፅ ግዜ ክእወጅ ኣለዎ ድማ ኢለን እየን። ኣብዚ ዘለኩም ርእይቶ ኣቕምጡ። እሺ ኩራት ተዓዘብቲ ሕዚ ድማ ናይ ወይዘሮ ኬይርያ ዘቅረበቶ ጸውዒት ሰሚዕና ተመሊስና ኣለና እስቲ ሕዚ ድማ ስታሊን ብዛዕባ ኣብ ኤርትራ ክውግዑ ዝተሓሰቡ ቦታታት ከምኡ ውን ብኣየር ክድብደቡ ተባሂሎም መደብ ዝተትሓዘሎም ቦታታት እንዳጠቀሰ እዩ ዝርከብ እቲ ቪድዮ ንርኣሞ ድሕሪኡ ሓሳብ ክንህበሉ ኢና። ኣብይ የመረጣቸው የኤርትራ ናይ የትግራይ ኢላማዎች።

ይሄ ነገር ውሃ ከነካ ውሃ ውስጥ ከገባ ከብቶች የሚጨርስ ነው፣ ሰዎች የሚጨርስ ነው። ሳር አያበቅልም። ሳር እሽቑሮ ተዓዘብቲ ስታሊን ከምቲ ክትሰምዕዎ ዝጸናሕኹም ብዙሓት ቦታታት እንዳጠቐሰ ነዚኦም ነዚኦም ብኣየር ንኽውቅዑ ንኽፈርሱ ተሓሲብሎም እኒ እንዳበለ እዩ ዝዛረብ ዘሎ እቲ ሓበሬታ ካበይ ከም ዘምጽእኮ ዋላ ንሕና ንፈልጦ ነገር የብልናን ኩሉ ግዜ ከምዚ ታቲ ሓበሬታ የምጽእ እሞ እከለ ዝሃበኒ እንዳበለ እዩ ዘቕርብ በቲ እለ በቲ ግን ናይቲ ሓበሬታ እሞ ይጽነሐልና ሓቂ ክኾን ጌጋ ክኾን ስለለይንፈልጥ ኣብኡ ምንም ዝብሎ ነገር የብለይን ኣነ ክሓተኩም ልደሊ ወይ ከኣ ክብሎ ዝደሊ ነገር ግን ስታሊን ክሳብ እዛ ሕዚ ሰዓት እዚኣ ኣብዛ ሚድያ እዚኣ ብዛዕባ ሰላም ወይ ከኣ ንሰላም ክሰብኽ ሰሚዕኩሞ ትፈልጡ ዶ ኩሉ ግዜ በቃ ከምቲ ትርእይዎ ኹናት ንኽፍጠርን ነቲ ኹናት እውን ከጓሃህር ከጋድድ ዝኽእል ነገራት እዩ ኩሉ ግዜ እናተዛረበ ዘሎ ኣብዚ ሕጂ ሰዓት ኹልና ከምቲ ንፈልጦ መንግስቲ ትግራይን መንግስቲ ፌደራልን ኣብ ሓያል ወጥሪ እዮም እኔዉ ኩሉ ግዜ ድማ ስታሊን ነዛ ወጥሪ እዚኣ ንኽትጋደል እዩ ዝሰርሕ እምበር እስቲ ሽማግለ ልኣኹ ወይ እስቲ ብሰላም መንገዲ ንምፍታሕ ከም ዝመኩሩ እስቲ ከምዚ ጌርኹም ብሰላም መንገዲ ፍትሕዎ ኢሉስ ሓደ መዓልቲ ተዛሪቡ ኣይፈልጥን እኳ ድኣስ ከጥፍኣኩም ይመጽእ ኣሎ እሞ ቀዲምኩም ኣጥፍእዎ ኩሉኹም ወጺኹም ተጋድሉ ኩሉኹም ወጺኹም ኣጥፍእዎ ከምዚ ግበሩ እናበለ ኩሉ ግዜ ነታ ኹናት እዩ ዝጽውዕ እሞ እዛ ነገር እዚኣ ብጣዕሚ ብጣዕሚ እያ ተጽልእኒ እስቲ ንስኹም ድማ ኣብዚ ጉዳይ ዘለኩም ሓሳብ ርእይቶ ኣብ ኮሜንት ሃቡላ እናበልኹ ናብቲ ዝቕጽል ቪድዮ ክወስደኩም። ተብ ዓዱ ኮይኑ ብረት ኣልዒሉ ዝቃለስ እኮ ክንደይ ሹሻይ እኒሀ ይመስለኩም ኣይፈልጥን ትሰብ ከፍ ኢልኩም ይብለካ መከራና እባ በልዒና ወደይ መከራና በልዒና ኣነ ካብ ኣዚ ኮይነ ዝጭነቅ ድሽቃይ ሒዘ እንተ ዝትኩስ ምሐሸኒ። ጭከኻ እውን ነይረ'የ ብደንቢ ደሓን ኣይመሰነፍኩን። ምሕሸኒ ይሕሸካ ንሱ እዩ ዝሓይሽ። እወ ምሐሸካ ነይሩ ሃይለ ሓውና ብዝኾነ ንስኻ ድሽካ ተትሕዝ እሞ እቲ ድሽካ ሒዙ ዝኒኤ ድማ ኣብ ሚድያ ኮፍ ተዝብል እሞ ድሕሪኡ እቲ ናይ ኩናት ሕማቅ እቲ ናይ ኩናት ኽፋእ እቲ ናይ ኹናት ኺሳራ ብደንቢ ገይሩ መተረደእካ ነይሩ እቲ ንኹናት ምስባክ እውን መገደፍኻዮ ነይርኻ ኣነ እኮ ብጣዕሚ ግርም ዝብለኒ ሲ ኩሉ ግዜ እዞም ሰባት እዚኦም ንኩናት እምበር ንሰላም ክሰብኩ ሪኢናም ኣይንፈልጥን እቲ ሓቂ ሓቂ ናተዛረብኩም እቲ ሓቂ ሓበሬታ ናብ ህዝቢ ምብጻሕ እኮ ከም ዘለዎ ኮይኑ ንምንታይ ኢኹም ግን ሰብ ኩሉ ግዜ ንኽጣፋእ ኩናት ንኽውልዕ ትደፋፍኡ? ክሳዕ ሕጂ በቲ ዝረኣናዮ ክሳዕ ሕጂ በቲ ዝተፈጠረ ብኩናት ዝተፈተሐ ሓደ ጸገም ኣይረኣናን እንትርፊ ሰብ ክመውት ኣዴታት ክነብዓ ብጣዕሚ ብዙሕ ዝተባህለ ሃብቲ ክፈርስ ካብ ወጻእ ዝተረኸበ ደስ ዝብል ነገር ኣይረኣናን ሕጂ ውን እቲ ኩናት ምጉስጓስ ገዲፍኩም እቲ ክፍጠር ዝበሃል ዘሎ ነገር ንሰላም እንዳሰበኩም ከምዚ ተገበርና ዶ ይሓይሽ ሽማግለ ላሰደድና ዶ ብኸምዚ ዕርቂ ንፈትን ገለ ታዳውልኹም ጽቡቕ ሰናይ ሓሳብ ክተምጽኡ ዝግባእ እምበር ሲኢልካ ዓሰርተ ግዜ ንኹናት ምጉስጋስ ብጣዕሚ ብጣዕሚ ዘጽልእ ነገር እዩ እቲ ንስኹም ቀሊል መሲልኩም ትዛረብዎ ዘለኹም ነገር ኣብ ህዝብና ብጣዕሚ ዓብይ ክሳራ እዩ ከምጽእ ከምቲ ትርእይዎ ውን ኣብዚ ሕጂ ሰዓት ህዝቢ ትግራይ ዳርጋ ብሙሉእ ኣብ ከቢድ ራዕዲ ኣብ ከቢድ ጭንቀት እዩ እንኤ ኣብዚ ዘለዎ ጭንቀት ኸምዚ ዓይነት ዘረባታት እንዳወሰኩም ጭንቀት ኣይተወስኽዎ ክብሎ ከይፈቱ ብዝኾነ ክብራት ተዓዘብቲ ንዓይ እንድሕር ደኣ ኩሉ ግዜ ትከታተሉኒ ኮንኩም እቲ ዘሎ ሓበሬታ ከም ዘለዎ የምጸእልኹም እየ። ነቲ ሓደ ደጊፈ ወይ ከኣ ነቲ ሓደ ደጊፈ ግን ንኹናት ሓደ መዓልቲ ክሰበኽ ወይ ከኣ ክጉስጉስ ሰሚዕኹም ነይትፈልጡን ኹናት ንማንም ሰብ ከም ዘይጠቅም ስለ ዝፈልጥ እየ እምበር እቲ ሓደ ይሕሸካ ከምዚ ገይርካ ኣጥፍኣዮ እንዳበልካ ምዝራብ ጠፊኡና ኣይኾነን ኩሉ ግዜ ናይ ኹናት መወዳእታ እውን ስለ ንፈልጦ ኣብቲ ሕሉፍ እውን ርኢናዮ ኢና ኣብ መወዳእታ ብዕርቂ ብሰላም እዩ ዝውዳእ ሕጂ እውን ብዙሓት መናእሰያት ብዙሓት ሂወት ከይኸሰርና ብጋንኡ እቲ ዘሎ ነገር ኣብ ዘለዎ ንክሃድእን እቲ ዘሎ ፀገምናን መሬትናን እውን ብሰላማዊ መንገዲ ንክምለስ ዲፕሎማሲና ኣጠንኪርና ክንቃለስ እዩ ዝግባእ እዚኣን ጥራይ እያ ናይ ሎማዓንቲ መልእኽተይ እስቲ ምስዚ ተተሓሒዙ ሓንቲ ብጣዕሚ ልበይ ዝተንከፈትኒ ሓንቲ ቪድዮ እኔቶ ኢና ንመለስ። ኣነ ለይቲ ለይቲ ልበይ እንዳደፈቅኩ። ኣየ ቢጣ ልምንታይ ከማን ስልካ ትሸጢ። ተቴደ ኮይኑ ኣቦይ ንጋደል ንጋደል ኢሎም ቀቲሎምለይ ተሰዊኡ ንዓና ክብል በይዘወይ ኣቦይ ተጋዳላይ ብምዃኑ የድንቀሉ እዩ ምክንያቱ ንዓይ ክብል እዩ ተጋዲሉ ዝተሰዊኡለይ ሕዚ መይሶም ንጋደል ንጋደል ይብሉ ኣለዉ ኣዴና ኣሕዋትና ከስድልና መይሶም ድ ኣየኹ እንታይ ክገብርለይ ሕዚ ኣቦይ ኣስደምለይ እንታይ ምዘጎርከነ እዚ ማስቲካ ዳሸጥ ዳክትናበሪ እወ ልምን ምስ መን ትነብሪ ምስ ኣደ ምስ ማዘረይ ምስ ኣሕዋተይ እሞ ከዓ ኣርባዕተ ኣሕዋት ኢና በዚኣ ብቻ ኢና ንመሓደር ዘለና ማስቲካ ማለት እዩ እወ ኣዮ ከይትብኸ እሞ ናነኺ ስልኪ ትፈልጥያ ዶ ዝለለ ውርርእ ከለዉ ክሕግዝኹ እዮም ናነኺ ስልኪ እሽኹረ ተዓዘብቲ እታ ቪድዮ ኣብዚኣ ትውድእ ብዝኾነ ከምቲ ትሪእዎዩ ናይ ኩናት ሕማቅነት ነጊርኻ ዝውዳእ ኣይኾነን ንዓኹም ውን ብስሩ ይጠፍእኩም ኢለ ኣይሓስብን ስለዚ ሕጂ ውን ኣብ ትግራይ ብጣዕሚ ብዙሕ ክምለሱልና እንደልዮም ሕቶታት እኔዉ እዮም። ካብ መሬትና ጀሚሩ ብጣዕሚ ብርክት ዝበሉ ሕቶታት ዘይተመለሱ ፀገማት ናይ ትግራይ እኔዉ እዮም። እዚኦም ግን ክምለሱ ንደልዮም ብሰላማዊ መንገዲ እምበር እንደገና መዓት ኣሕዋትና ከሲርና መዓት ሂወት ኣጥፊእና ክምለሱልና ኣይንሓስብን ብኸምኡ ውን ክምለስ እዩ ኢለ ስለዘይሓስብ ስለዚ ሕጂ ውን መሬትናን እቲ ካልኦት ሕቶታትን ንክምለስ ኩልና ንሰለማዊ መንገዲ ንምረጽ፣ እቲ ተጀሚሩ ዘሎ ወጥሪ እውን ብግዚኡ ንኸሃድእን እዞም ፖለቲከኛታት እዚኦም እውን ንኻልኦት ሰባት ከይለከሙ ባዕሎም ንኸረዳድኡ እቲ መንገዲ እንተዝመቻቾ ዝብል ሓሳብ እዩ ዘለኒ። እዚ ለኹራት ተዓዘብቲ ዘረባ ከየብዝሐልኩም ንስኹም እውን ኣብዚ ጉዳይ ዘለኩም ሓሳብ ርእይቶ ኣብ ኮሜንት ሃቡ እናበልኩ ናብቲ ዝቕጽል ብሎማዕንቲ ዕለት ብጣዕሚ ኣዛራቢ ኮይኑ ዝነበረ ሓደ ሓበሬታ ክወስደኩም። ብሎማዕንቲ ዕለት ካብ መቐለ ዝተሰምዐ ሓደ ዘሰንብድ ሓበሬታ እንኤ ንሱ ድማ ንሓንቲ ሓፍትና ብሓይሊ ጨውዮም ብባጃጅ ናብ በረኻ ክወስድዋ ብመናእሰይን በቲ ህዝብን ኣብ ቁፅፅር ውዒሎሙ ኣለዉ እናተብሃለ እዩ። ብርክት ዝበላ ቪድዮታት ብሎማዓንቲ ዕለት ሼር እናተገበራ እየን ዘለዋ። እስቲ ካብኣተን ሓደ ክልተ እንየዋ ተኸታቲልና ንመለስ። ክብሪ ንመናእሰይ መቐለ ኣብ ማእኸል ከተማ ሽፍትነት። ብጣዕሚ እዩ ዝገርም እታ ትርእይዋ ዘለኹም ሓፍትና ካብ ዓዲግራት ሓፍታ ልምጥያቕ ላብ መቐለ ኣብ ዝመፀትሉ ሰዓት ማለት እዩ ባጃጅ ናብ በረኻ ወሲዱ ክዕፍና ወይ ከዓ ክዕምፃ ኣብ ዝሓሰበሉ ሰዓት ወይ ከዓ ክዘርፋ ማለት እዩ። ብድሕሪኡ ኡይ ምስ በለት ህዝቢ ከተማ መቐለ ወይ ከዓ ኣብ ኤክራም ከባቢኡ ዘጋጠመ ማለት እዩ እቶም መናእሰይ ከድሕንዋ ክኢሎም ኣለው። እስኪ እዚ ቪድዮ ክስካዕ መጨረሻ ስምዕዎ።
እሽኹራት ተዓዘብቲ ኣብቲ ምስሊ ከምቲ ትርእይዎ ዘለኹም እታ ተጨውያ ዝነበረት ሓፍትና ኣብኡ እኔቶ እቲ ዝወቕዓ እውን ብየማናይ ወገን ዘሎ እቲ ብጣዕሚ ደምዩ ዘሎ ንሱ እዩ
ጨካ ነገር ኣብ ከምዘይወድእ ግን ተረዲኡኒ እዩ ላፍታ የብላን ኢሉስ ካብኡ ሞባይል ንኽንእልሽ ክዓስ እቶም ክልተ ኣወዳት ግን ባዕሉ እዩ ፀዊዕዎ ባዕሉ እዩ ትፈልጦ ካብኡ ግን እንታይ ኢሉ እግሩለ ጉድኣት የብሉይ ምንም ነገር ካብኡ ናተይ ሞባይል ከም ዝሰሪቖም እዩ ኢሉኒ እንቀሽ ችግር የብሉን ኢለ ካብኡ ግን ናይ ኣስም መድሓኒት ኣለኒ እሞ እሱ ከይወሓጥኩ ይሓድርን ገዛ ይውሰደኒ ኢለ ካብኡ ሰራሕተኛ ናይ ገዛና ኣሎ ጎረቤትና ፀውዕኒ ኢለ ስለተረድኦ ካብኡ እናደወለ ከሎ ኣብሪሩ ክወስደኒ ነይሩ። እሺ ካብኡ ነዚ ዝጣሽ መሲሉ በቃ ኣድሚዑ ኢልኻ እሰይ፣ ኣነ ክዛረበኩም ሓፍተይ እንድያ እታ ቆልዓ ሓፍተይ እያ ተባዩ ሃዲሙ ኣምሊጡ ምክንያቱም እቲ ሞባይላን ገለኣን ገለኣን ከምቲ ዝበለትኩም ኣብ ካሊእ እዩ ወሲድዎ ኣብ ጫካ ወሲዱ ምስ ተሓባበርቱ ገይሩ ወሲድዋ ድሓር ኣነ ዘይሓድር መድሓኒት ስለ ዘለኒ ኣይዞኽ ኣይዞኽ ኣይዞኽ ገዛ ይውሰደኒ ኣብፅሐኒ ከምዚ ገበርካ ጌርካ ኣብፅሐኒ ኢላቶ ኣነ ከምታ ትፈልጥዎ ኣብታ ስርሐይ የስተናግድ ነይረ ብድሕሪኡ ጎረቤት መፅያ ፀዊዓትኒ ሙዑዝ ይደልየካ ኣለኹ ኢላትኒ መፅየ ኣብኣ ፀኒሑኒ ሒዝዋ ፀኒሑኒ ደሓር ኣይ ከምዚኣ ከምዚኣ ገይሩኒ ምስ በለት በል እምበኣር ዝሓወይ ኣነ ሕጋዊ ሰብ እየ ስለዚ ናብ ሕጊ ዝነበረ ኩነታት ንክፍለጥ ናብ ሕጊ ክንከይድ እሞ ስነስርዓት ግበር ዝሓወይ እዚ ኣምሰልክዎ ኢለ ታርጋ ክቀርጽ ሞባይለይ ኣልዕል ምስ ኣበልኩ ሒዝዋ ሃዲሙ ማለት እዩ ዓጊትዋ ከምታ ዝረኣኹማ ኡይ እናበለት ኣነ እውን ኡይ እናበልኩ ብድሕሪኣ ንሳ ኡይ እናበለት ባጃጅ ሒዙ ያው ወሲድዋ ኣብታ ዝረእኹማ ጫካ ሕዚ እውን ጫካ እዩ ከእትዋ ደልዩ ነይሩ ጫካ እዩ ከእትዋ ደልዩ ነይሩ ርኢኹሞ ኢኹም ብጣዕሚ ብጣዕሚ ካብ ልቢ ከመስግነኩም ዝደሊ ምሳይ ብእግሪ ዝጎየኹምና ብባጃጅ ከዓ ንኣውያት ሰሚዕኹም ብባጃጅ ዘሎን ዘየሎን ሓይልኹም ጸንቂቕኩም ዝተኸታተልኩም ኣሕዋተይ ትፈልጡኒ እውን ኢኹም ኣጋጣሚ ለሊኹም እንደ ለለኹምኒ ነይፈልጥን ብቻ ግን ሰብኣውነት ሒዝኩም ርህራሄ ሒዝኩም ሕብረተሰብ ከይጥቃዕ ወድሰብ ብኸምዚ ዓይነት ነገር መከራ ከይረክብ ኢልኩም ምንም ዘይትፈልጥዋ ቆልዓ ካብ ዓዲግራት እያ መፅያ ባይ ዘ ወይ መቐለ ኣይትነብር ንጋሻ እያ ካብ ዓዲግራት እያ መፅያ ናብ ሓፍታ ሰብዓ ካሬ ሰዲድናያ ትማሊ ትማሊ ምስ ሓፍታ ሓዲራ ሎማዓንቲ ንገዛ ክትመፅእ እዮም ረኺቦማ ስለዚ ዓዲ ሰላም እዩ ኢላ ባጃጅ ኣይትፈልጦን ጋሻ ስለ ዝኾነት እምበር ሎሚ በይንኻ ባጃጅ ምስፋር እውን ያው ከቢድ እዩ ስለ ትፈልጥዎ ኣጋጣሚ ኮይኑ እዛ ቆልዓ ግን በይና ናብታ ባጃጅ ተሳፊራ ምስ ተሳፈረት ዘሎ ኩሉ ንብረታ ወሲዱ ምስ ኣዕሩኽቲ ኮይኑ ተሓባቢሩ ኣይመሰሎን ከምኡ ይመስለኒ ድሓን ምንም ችግር የብሉን ገዛይ ጥራሕ ኣብፅሐኒ ኢላ ብስሩ ዳርጋ ሂወታም ስለ ዘይነበረ ኣብፅሐኒ ጥራሕ ዘይሓድር መድሓኒት ስለ ዘለኒ ኣብዚ በረኻ ተደብሬ ከይሓድር ኣብፅሐኒ ኢላቶ ከምኡ ምብፅሑ እውን እግዚኣብሔር ይሃቦ ብሓደ ወገን ማለት እዩ እንኳዕ ኣብቲ በረኻ ዘይምደብርያ እንኳዕ እውን ቀቲሉ ዘይምደብርያ ላስትሊ እታ ናይ መጨረሻ ግን ቀቲሉ ክድብርያ እዩ ወሲድዋ ስለዚ ማዕገቲ ተፈፂሙላ ኣለዛ ቆልዓ እዚኣ ተዓጊታ ኣላ ኡይ እናበለት ማለት ብግዜ እዩ ብግዜ እዩ ብግዜ ከምዚ ደቂ ኣንስትዮ ክዕገታ ደቂ ኣንስትዮ ክሕረዳ ደቂ ኣንስትዮ ንብረተን ክዝረፋ ሱቕ ኢልና ኣይንርእን ኢልኩም ዝረዳእኹም ንኣሕዋተይ ክብረት ይሃበለይ ካብ እግዚኣብሔር ተረከብዎ እዞም ኣሓተይ ንኩሉ ግዜ እውን ከምዚ ኢልና ንተሓባበር እየ ክብል ክብረት ይሃበኒ እሺ ክብራት ተዓዘብቲ እቲ ቪድዮ ሪኢኹሞ ኣለኹም ብዝኾነ ብጣዕሚ ብጣዕሚ እዩ ዘሰንብድ መጀመርያ እንኳዕ እዛ ሓፍትና ብሰላም ናብ ገዛኣ ተመለሰት እንኳዕ ሓደ ነገር ከይበፅሓ ብሰላም ናብ ስድራኣ ተመለሰት ክብል ይፈቱ ቀፂለ ከዓ እቶም ኣብኡ ዝነበሩ ነዚ ገበነኛ እዚ ኣብ ትሕቲ ቀይዲ ንከውዕል እጃሞም ብዝተዋጽኡን ደድሕሪኡ ጎዮም ዝሓዝዎን ብጣዕሚ ዓብይ ኽብሪ ኣለኒ ሓንቲ ጓል ሓፍተይ ኣይኾነትን ኢልና እንድሕር ስቅ ንብል ኾይና ተመሊሱ ጽባሕ ናባና እዩ ዝመጽእ እሞ ኸም ሓፍትኹም ጌርኹም ስለ ዘድሐንኩማ ድማ ብጣዕሚ ብጣዕሚ ክነመስግነኩም እዩ ዝግባእ ኣብኡ ኸለኹ ድማ ከይበልክዋ ክሓልፍ ዘይደሊ እዚ ገበነኛ እዚ ሕዚ ኣብ ትሕቲ ቀይዲ ኣትዩ ኣሎ ሕጂ ኣትዩ ኣሎ ኢልኻ ግን ምርግጋዕ ኣየድልን ብጣዕሚ ግቡእ ምርመራ ክውሰደሉ እዩ ዝግባእ ቅድሚ ሕጂ እውን ከምዚ ጌሩ ጨውይወን ዝነበራ ኣዋልድ ክህልዋ ስለ ዝኽእላ ቅድሚ ሕጂ ዝሰርሖ ገበናት ክህልዎ ስለ ዝኽእል ብዝግባእ ንኽትምርምርዎን ንኽተጻርይዎን ያው መልእኽተይ ከመሓላልፍ ይፈቱ። ካብኡ እንደገና ካብ ኩሉ ግዜ ምስ ተቐተላ ወይ ምስ ተደፈራ ፍትሒ እናበልና ንዛረብ። ሕጂ እውን ነዚ ናይ ምጭዋይ ፈተነ ዝገበረ፣ ናይ ቅትለት ድዩ ናይ ግዛዕ ፈተነ ዝገበረ ሰብ ብጋንኡ ስጉምቲ ክውሰዶ እዩ ዝግባእ። ዘየዳግም ንኻልኦት እውን መምሃሪ ክኸውን ዝኽእል ስጉምቲ ከወስድሉ እዩ ዝግባእ እምበር ስኢልካ ፈተና እዩ ገይሩ ወይ ከዓ ከምዚ ነገር እዩ ገይሩ ኢልካ ኣቕሊልካ ዝረኣ ጉዳይ ኣይኾነን። እዚ ሰብ እዚ ብድሕሪኡ ካልኦት ሰባት እውን ክህልውዎ ስለ ዝኽእሉ ብጣዕሚ ግቡእ ምርመራ ገይሮም ግቡእ ዝኾነ ስጉምቲ ንኽወስድሉ በዚ ኣጋጣሚ እዚ ፃውዒተይ ከቕርብ ይፎቱ። እተት ህዝቢ ግን ብጣዕሚ ዘኹርዕ ስራሕ እዩ ሰሪሑ ዘሎ። ከምዚ ዓይነት ተግባር እውን ኣብ ቀፃሊ ንኽደግመሉ ፃውዒተይ ከመሓላልፍ ይፎቱ። እዚ ለኹራት ተዓዘብቲ ናይ ሎማዓንቲ መደብና ነታ ክሳብ ሕዚ ዝረኣኹምዋ ትምስል ነይራ። ኣብ ዝቕፅል ብኻሊእ ቪድዮ ተመሊስና ክሳዕ ንራኸብ ሰሰናዩ ንዓኹም ደሓን ቀንዩለይ። Peace out።